እዚኦምን ካልኦትን ኣብዚ መደብ እዚ ክንርኢ ኢና። ሰናይ ምክትታል። ሰላም ሰላም ናዚ ፍቕሪ ዝኾንኩም ዩቲብ ቻናል ተኸታተልቲ ለማዓንቲ ብጣዕሚ ልገራረሙ ቪዲዮታት ዘለኹም መፅኤ ናብ ቪዲዮ ቅድሚ ምኻድና ሓንቲ ነገር ክትገብሩ ይደልየልኩም ኣለኹ እሱ እንታይ እዩ ላይክ ኣትሊስት ኣብዛ ቻናል እዚኣ ክልተ ሚእቲ ላይክ ኣብዛ ቪዲዮ እዚኣ ክልተ ሚእቲ ላይክ ጌርና ንውፃእ ክልተ ሚእቲ ላይክ ንቕድላ ፋጨ ፋጨ ስምዐኒ ኣነ ዝብለካ ዘለኹ የለዋን ሓራሙ የለዋን እተን ኦንላይን ዝውዕላ ነበራ ብምልእን ተምርኤን እተን ናይ ኢንስተግራም ብምልእን ሸቢኤን እተን ናይ ቲክቶክ ኣዋልድ ድየን ወላ ኣወዳት ድየን ስጋዕ ሕጂ ኣይተነጸረን ስናፕቻት ክሳብ መዓዝ ብስናፕቻት ክንታለል ኣታ ወዲ ብስናፕቻት ዝፈልጣ ነበርኩ ሓንቲ ዶና ብቀዳማይ ብጸጋማይ ምዕጉርታ ጥራሕ ዓሰርተ ሽዱሽተ ፈጸጋ ጸኒሕዋ ኣብዚ ጥቃ ኣበን ገዛ ጭሕሚ ጸኒሕዋ ወዲ ውን ክከውን ይክእል እዩ መሪርኒ መሪርኒ እዩ ሲንግል ምኳን መሪርኒ ኣታ ወዲ ድንግልናይ ከቢድኒ ንስካ ግን ኣብ ኣዴካ ኢካ ሓዲርካ ትማሊ
ሓቂ ዘረባ ሕጂ ክልቲኤኽን ማለት እዩ ናይ ባልታዛር ርኢኹን ዶ ኣነ ማርያም እወ ኣነ ሓንቲ ሻዕረ ርኤ ዘኪረ ርኤ መዓዛ ርኣትኒ ብሓቂ ኣነ ርኣኹ
ናይ ዋላ ሕጊ ኣታ ወዲ ሰበይቲ ንሓንቲ ሓተር ዓርሱ ኣኽበ ነገራት እንትውዕዶ ዓርሱ ነገራት ንዓይስ ከማን ኢና እወ እንታይ ተገቲሩ እንዳ ስማዕ ስማዕ ስማዕ ቅድም ቅድም ኣርሴማ ኣርሴማ ኣፈትሻ ፈትሻ ከተርእየንላ ሰድ- ሰደለ ነራ ናተይ ኣይፎን ስለዝኾነ ኣይከውን እዩ ተረዲእካ ጊድ ሽዐ ሓንቲ መሓዛ ነራ ኣብቲ ስራሕ ናታ ሪኣትኒ

ስራሕኩም ካሜራ ስለዘለዎ ከግዲፍኪ ዋላስ ብባዕላ ትዝክርዎ ዶ ናይ ዓድና ወግዒ ዕድሜኺ ይኸይድ ኣሎ ኣይትዘናግዒ ንቡርኪ ፈትኒ ንዒ ተፀግዒ ዕድለ ንበይኑ እዩ ኣዋልድ እንድዒ ጥሪ ሓሊፋተን ስኢነን በላዒ መስተዪ ቡን ነይረኝ እንጀራ መብልዒ ናባኹም ሰጊራ እዛ ጉዳይ ብወግዒ ዘይሓለፈላ ጭሮ ትዕውር ኣብ ቀውዒ እንታይ ገዲፍልኩም ግዜ መዘንግዒ

ዋው ፋንታስቲክ ገለ ዓይነት ጽቡቕ ጽቡቕ ኣጆኺ በሊ ትሕመቒ ኣምላኽ ምሳኺ ይኹን ሓያል ኩኒ ኣሜን ኣሜን ከምኡ እዩ ዝበሃል
ያ ቦይ ፍሬንድ ከመን ኣየድልየክን
ቦይ ፍሬንድ ኣድልየኒ ሰብኣይና ንደሊ ዘለና ኦኬ
ይቕሬታ ምባል ከሎ ሰኣን ይቕሬታ ምባል ደቂ ኣተጋጊ ኣይተሓዙለይ ከምዚኣ ገይረ እሞ በቃ ይቕሬታ ኢላ ዘይትዛረብ ይቕሬታ ዘይትሓትት ንኣምላኽ እ? ሰኣን ይቕሬታ ምባልስ ነብሳ ክተጥፍእ እ? ሰኣን ይቕሬታ ምባል ካብ ይቕሬታ ምባል ንላዕልስ ነብስኻ ምጥፋእ ይቐልል ነውሪ ነውሪ ስለዚ ብዙሓት መንእሰያት ኢኹም ንዓይ ትሰምዑኒ ዘለኹም

ኣቱም ሰባት እንታይ ዲኹም ትሪኡ ዘለኹም? ጓል ዶ ትሪኡ ኣለኹም ብሓቂ?
ኣታሸላ ዘይነበርካ
ኣነ እኮ ይኮንኩም በዚኦም ኮታት ፅሒፎም
እዋ እሞ ዓይንኻ ይርኢ እንድዩ ውልቂ ኣነ ጥብኩሞ ዘይርኦ ዘለኹ ኣይርኦን ዘለኹ ጥበይ ደኣ እሞ ኣብ ገፀይ ድዩ ዘሎ ጥበይ ውልቂ
እስከ ሓንቲ ሪሲክስ ክንሪኦኪ
እኖ ቅድም ሰዓረኒ
ኣፍቃሪተይ እንተ ደኣ ብዕለይ ችት ገይራ እቶም ንዓይ ትፈልጡ መፂኹም ድማ ዓርክኻ ዘሚዋ ዓርክኻ ምስ ዝወዲ ዝተራእያ ገለ መለ ትብሉ ቅድሚ ከምኡ ምባልኩም ሓዳሽ ጓል ሒዝኩም ለይትመፁ ስንግል ምዃን ጸልየ እዩ እንደዘይ ኮይኑ ኣፍኩም ሕዙልና ዋላ ችት ትግበር ዋላ ገለ ትግበር ወየ ወየ ኣታ ሮባት ኣራ ሆንከ ኣታ ወደይ እታ ሰበይተይ ጠኒሳ ጠንስ ዘላ ካብኡ ብዙሕ ፕሮግራማት ኣሎ ኢሎም ካብኡ ሓደ ገዓት ፕሮግራም ኣሎ ኢሎም ደሓን ነቲ ቆልዓ ፅቡቕ ኢለ መዓት ወፃ ኣውፅኤ ገይረላ ካብኡ ምስ ወለደት ደማ እንኳዕ ፀሓይ ረኣኽያ ክንገብርና ታእትኒ ፀሓይ ገዲፋ ካብ ሸውዓይ ፕላኔት ዘላ ዘይትሪያ ዋ ንዑ ኢላስ ክንደይዳ ጠይቃትኒ ክልተ ሚእቲ ሽሕ ክልተ ሚእቲ ሽሕ ዋ እሞ ተልካዳ ተልካዳ ታይለያ መስለካ ትቆልዓ እዚ ኣይናተይን ኢለ ከሒደ ካልእ ኣቦ ምፅኺ ኣይኮነን ፀሓይ ወርሖ ርእየ ኢለያ ዋዋ ከማ እያ
ፍቅረኛ ኣለክ ዶ ወይ ዓርኪ ፍቅረኛ ይብለኝ ሲግማይ ኣተንጎየ
ሽምኪ ፌቨን እሺ ፌቡ
ፍቅረኛ ኣለኪ ዶ ወይ ዓርኪ? ፍቅረኛ የብለይን ሲግማ እየ ሲግማ እየ ሲግማ ናይ ጓል ሲግማ ኣለዚ እወ ሕጂ ትሪኢኻ
ኣን መጀመርያ እሺ ሲግማ እየ በቃ እወ ሲግማ እየ እወ ካብ ገዛይ ናብ ስፖርት ካብ ስፖርት ናብ ገዛይ ስፖርትን ትሰርሒ ኢኺ እወ እሺ ሲግማ ሓፍተይ ንዓኺ ዝፈቱ ከወዳት ኣለዉ ዶ መሊኦም ብዙሓት እዮም ካብኡ ክስኽኸ ኣይ፣ ኣነ እኳ ዝግጁ ኣይኮንኩን እየ ንዓርኪ ገለ ምሓዝ እ። ዝግጁ ኣይኮንኩን እየ ስፖርት እየ ክትሰርሒ ማለት እዎ እንታይ ደኣ ጂመር
እሺ ካብቶም ብጣዕሚ ዝፈትኺ ኣወዳት ደዊልኪ ሲ ከም ዝፈትኺ ኣረጋግፅለይ እሞ ኣነ ናይ ክልተ ወርሒ ስፖርት ከፍለኪ እሺ እሺ የዋ- ትስማዕሚ ኢኹ እዎ ሲግማ ሄሎ
ሄሎ ሰላም ዶ ኸመይ ኢልካ
ደሓን እየ ደሓን ዶ ኣለና እንታይ ዳ ትማል ዘይመጣኻ ጂም እ? ትማል ዳታ ኮንካ ጂም ዘይመጣኻ ባ- ሰክቲ ኣኸ ይጣዕመኒ ነይሩ ወርድ ማለት እም፣ ሓንቲ ሕቶ ክሓተካ ደሞ እንታይ እዩ? እ፣ እስኻ ተፍቅረኒ ዲኻ ንዓይ
ተኾንካ
እሞ ስለው ዶ ክገብረልኩም ስለው
ማለት ተፍቅረኒ ዲኻ እኮ እዩ እምበር ተዓይት ሕቶ ደኣ ተፍቅረኒ ዲኻ ይብለካ ኣሎ ግዳጅ ኮም ሲልክ እዮ እንታይ ተፍቅረኒ መሳርሒ ስፖርት ይኾና እንዲና ናይ ፈወርዳ እንዲና ግስ መሳርሕቲ ስፖርት ከም ዘሎ ኮይኑ ዝተፍቅረኒ ዲኻ ሕጂ ኣረ ተቀልዲ እንታይ ዓይነት ዘረባ እዩ ንስኻ እባ ተቀልድ ድኻ ዘለኻ
ጸኒሓ ድብለልኪ እየ ማቻ ሕጂ ቆይ ዘሩ ከም ክይኒ ኩታይ ተዓጥዮ ሄሎ
ሓፍተይ ዓረብ እናተገበርክንስ ንቲ ኤርትራዊ መፂኽን ኣብዚ ዝፀርፎ ኣነ ገርመኒ እኳ እዩ እንታይ ገይርክ እጂ እዚ ኤርትራዊ በቃ ጉዳይ ኣይኮነ ናይ ሰብ ነገር ተረው ኤርትራውያን ዶ ገለገለ እንታይ ኣለክ ዘብል ኪድኒ ምስቲ ዓረብ ተጎንብሕ በሸኒት ትጥበብሉ እንታይ ኣለኪ ናብዚ ዘምፅእ እንታይ ኣለኪ ናብ ቲክቶክ ዘምፅእ እንታይ ኣለኪ ምስ ኣሕዋትኪ እዚ ዝሰምዓኪ የለን ንሕና ስራሕና እንታይ መሲልኪ ደቂ ኣባል ኢና ኩላትና ኣብዚ ታሕቲ ዘለዉ ፀሓፍ በልዮም ክትሪኦም ኢኺ ፀሓፊ ሓደ ሓደ ደቂ ኣባል ፀሓፉ ኩሎም እዚኦም ደቂ ኣባል እዮም መፂኻ ከመይ ጌርካ ንሓንቲ ጓል ኣንስተይቲ ካብ ዜጋኣ ወፂኣ ናብ ዒራቕ ኣው ናብ ሓደ ጀልጃል ተኸይዳ ከመይ ጌርካ ብኮመንቲ ትገድፍ ምናልባት ሕጂ መጀመርታኺ እዩ መፂኺ እንታይ ክትብሊ ትኽእሊ ክሎ መዓንቲ ኖርማሊ ወላ ሓንቲ ይከውን እኒኦ ገለ ክትብሊ ትኽእሊ ስራሕና ቀስ ብቐስ ንሓደ ወዲ ሰብ ከመይ ጌርካ ርእሱ ኣደንዚዝካ ከመይ ገርካ ወይ ብ ትራም ወይ ባዕሉ ንነብሱ ከም ዘጥፍኣ ትገብሮ እዚ እያ ስራሕና ካባና ዝረሓቀ ካባና ዝወጸ ኣይናትናን ወላ መይቱ ንዓና ጽድቂ እዩ ተረድኽኒ ሎማዓንቲ ምናልባት ህጂ ክትስሑ እዮም ኺ ክንደጋግመኪ ኢና ኣይንገርፈክን ናውራ ቲክቶክ ገዲፍክዮ ኣይንገርፈክን ናብዚ ክሳብ ብዒራቃዊ ውጹሉ ኸኣ ካብቲ ገዛ እንታይ ትገብሪ ኣለኺ እንዳ ዒራቃዊ ገዛ ትኣትዋ ሰሪሕኺ ገዛ ዘይትገዝኢ እንታይ ኣለኪ ብዘይ ገዛኺ ኣቲኺ ኣለኺ ካብ ትማሊ ክሳብ እጂ ዝወዲ እዚ ኮፍ ኢለ ሕልወ ክለኹም ዋርድያ ውፅ እንዶ ኪዲ ንገዛኺ ኪዲ ስርሒ ገንዘብ ከያዳይ ወፃኢ እዩ ገንዘብ ክተምፅኦ ትኽእለኺ ሓደ ዒራቃዊ ምስ ዜጋኺ ዘተኣሳስር ዘገር ዘይብሉ ንዕኡ ክትሕጉሱ ወላ ህዶ እዑዝ ቢላ ህዶ መንደፍደ ትብሊ ነርኪ ካልኣይ ካ ጾም ትብሊ ጾም ምስ ወዲ ሃይማኖትኪ ጥራይ እዩ ምስ ዘይ ወዲ ሃይማኖትኪ ምስ ዘይ ኣማኒ ንመድሓኒኺ የሱስ ክርስቶስ ከም ግሊ ሰብ ዝርዮ ምስኡ ተጎምቢሕኺ መሸኒቱ ክትጠብሉ ክትግበሪ ምስኡ እንዳሓደርኪ ተጠዊኹ መፂኺ ጾም ኣትዩ ክትብሊ ሸም ኦን ሮመዳን ኣትዩ ክሎ ኪዲ ኣብቲ ሙሼ ዝበሃል ኣሎ ብቲ ሙሼ መግቢ ከብልዑኺ እዮም ዓል ቀብድዕ እምበር ጋህጻጽ ሰናር ፈኻኽ ኪዱ ኣብይ ዘጸብቐልኪ። እዘን መከላኸሊ ጥንሲ ዝወስዳ ሲ ፈራደን ኣይመፀንን እዩ። መርፍእ ደይኮና ድውጋስ እቲ ዝኾነ ዝኣቱ ኣሎ ወይ ዝወስዶ ከኒና ገለ ስትወስድ ተኮይና ኣይመፃን እያ ድሕሪ ነዊሕ ግን ይመፅእ

ንሳ ኣይትረክብን እኻ ኣሎ ኣብ ሳልሳይ ወርሒ ሳልሳይ ወርሒ ከከድካ ትውግኦ መርፍእካ ኣሎ ኣንደይ ኣቤት ይደስ ንዓ ክዲ ክደሊኸዮ እዞም ሕዝቢ እኮ ፍልጠት ኣይፈትውን እዮም ደናቁር ሓቃ እንዳዳኻን መክትሓተኒ

ኣነ ተገፊረ እኮ ይዛረቡ ካንዳ ሪኢኩም። ኣፍካ ሓዝ ብዛዕባይ ኣፍካ ሓዝ። ኣይሕዝን'የ። ኣፍካ ሓዝ ይብለካ ኣለኹ ሎቕመጽመጽ ግደፎ ሎቕማጽ። ኣዴ ከምዚ ኮይነ ኣዴ ከምዚ ኮይነ ኣጆካ ፀላኢካ ጨነቅ ኣነ ሕጂ ጭንቅ እብለኒ ናይ ንግሆ ግን ወደዛ እየ ዝብሎ ክንደይ ዓመት ኢና ክንነብር ኣብዚ ምድሪ ጨንቀካ ኦፍኮርስ ስደት እንዲዚ ኣነሲ ናይ ሰለስተ ቆልዑት ሓላፍነት ዘለኒ ሲንግል ማዘር እየ ምስ ብዙሕ ውረድ ደይብ ማለት እዩ ግን I'm just ወጢረ እየ ዝሕዝ ዋላ ኣሎ ምድካም ኣሎ ምጭናቕ ኣሎ ግን መሊስካ ደው ትብል ሰብኣይ ዘይገብሮ ስራሕ ከዓ ሰሪሕና ንውዕል ብፍላይ ተን ሲንግል ማማታት ማለት እዩ ጀጋኑ ጀጋኑ ደቂ ኣንስትዮ ኣለና ኣብዚ ክልተ ሰለስተ ቆልዑት ኣርባዕተ ሓሙሽተ ቆልዑት ንዕቢ ስለዚ እቶም ኣወዳት ኣሕዋትና ከዓ ንኣጆኹም
ዓግቲ እሱ እየ ዝደሊ ኣነ ንምንታይ እቲ ሽግር ያረሳስዓካ እዩ ብዛዕባ ሃይማኖት ጥራይ እንተኾይኑ ግን እቲ ሽግር ያዘካክረካ እዩ ናይ ስደት ክታስተማቅሮ ኣይትኽእልን ኢኻ ናይ ብሓቂ ባ ኣይራኻን ዲኻ ሸውዓተ ኣወዳት ሸውዓተ ኣወዳት ደቂስና ኣፍቃሪቶም ጥይሲ ስሚ ስሚ ተሲ ተሲ ደቂሶም ኣለዉ ተሲ ተሲ ተሲ ዝብላ ኣጋጢምካ እዩ ሓሸትና ስደት ዋ ኣይደቀስናን እንታይ ትብሎ ሲ ተሰኪፍካ ኣብ ኢንተርነት እኮ ኣለኻ ሊብያ እኮ ብጣዕሚ ፅዑም እዩ ኣብ ሊብያ ዝተገበረ ኣብ ካልእ ቦታ ኣይተገበረን ነግረካ

መዓልቲ ፍቁራት እንድዩ እንታይ ዳኣ ገይረኪ ሎምዓንቲ ሰብኣይ ይብልክን ድዩ
የብለይ
ንስኺ መይመሳሰል ኣነ ስንጊለ ተጠምሓሉ እንታይ ኣለኒ ካብ ኣዲስ ኣበባ ባዕለይ እቲ ፕሮሰስ ኣሕዋት ዝገብሩልኪ ዘሎ ተረዲኪ ካብ ሓብቲ ክትመፅእ ዝሃላትኪ ንዕንጥለ በለ ባዕለይ ኣነ ሓቆይ ከምፃ ከምዚኣ ብጣዕሚ ክዛረብ ዘለኺ
ጣጣ መዓንቱ ሓወይ እወ ኣነ ሓቂ እንደ ዝዛረብ ህጂ ስኻ ዋላ ኣንስቲ ብዙሓት እየን ዘለዋ ኣንስቲ ተብዚሐን ናናናና መብዛሕት ከተማ ዓንዲ በይኒ ጓል ባላ ንዘይፈቱ ካብ ጓል ክፈርሕ መዓት ካብ ጓል ንዝሓድር ወይ ርእየካ ሕደግበለ ናናና ብሓቂ ሕተትለይና እንታይ ርእየካ ናይ ብልቢ ጓል ባላ ኣነ ኣይፈቱን እየ መጀመርታ ግዜ ንዓኽፈት የክለኹ ደስ ኢልግኒ

ብኸታ እሞ ብክልተ ካመት ብክልተ ዕፅፊ ተዓብየኒ ንዓይ ኣነ ዳዲ ብለ ክዓብየኪ ኢለ እኳን ከምኡ ኢለ ምርታ ካልእ እንዲ እቲ ዕልመ ንክዓብየኪ ኢለ ኩሉ ዶ ዝበፅሕ ትኸውን ኢለ ገምጋም ይህበኪ ንዓኺ ዕዲ ኢለ ገምጋም ይበል እያ ክብረተ ከምኡ ኢኻ ተረዲእካ ከምኡ ኢኻ ትብል
ኣነ ዕስራን ኣርባዕተን ይገረድ ኣለኹ ዕስራን ኣርባዕተን እወ

ንገረን እንዴ። ዝተቐለን ጨው ግዛዕ ነውሐ ደልዩዋ ዘይቲ የብሉ።
ካብ ትግራይ ብለካ ኣለኹ ክትወፅእ ይደለካ ኩላካ ኤርትራዊ ከይትልከም ኣብ ዝሓፀረ ግዜ ብለካ ኣለኹ ገለ ነገር ስለ ንርኢ ኣብኡ ዘለኻ ኤርትራዊ ውፃእ ውፃእ ካብ ትግራይ ኩላካ ያእ ካብ ትግረይሲ ሓደ ኤርትራዊ ዋላ ይጥዓምካ ኣብኡ ክትነብር የብልካን ከይትልከም ኣብኡ ከይትልከም ያእ ከመይ ጌርና ሓሙኹሽቲ ከም ነምስሎም ኣብዚ ቀረባ ግዜ ተዓዘቡ ያእ ኩሉ ተዳልዩሎም ኣሎ ነዚኦም ደቂ በጻብጽ ማለት እዩ ስለዚ ኣብኡ ደለኻ ኤርትራዊ ከይትብል ዳሕራይ ውጻእ ናብ ዝተፈላለየ ከተማታት ኪዱ ያእ ኣየድልን እዩ ማንም ኤርትራዊ ኣብ ትግራይ ኮፍ ክብል ወይን ድማ ኣብ ኣዲስ ኣበባ ኣይንደልን ኢና ናብቲ ናይ ኣምሓራ ክልል ኪዱ ኩልኹም እዚኣ እያ ዘላ
ጾም ምድሪ ስሙ ይግበረልኪ ኣንታ ዋላ እቲ ስሚ እውን ኣይኮነን ንዓይ ነንጭዋ ምቕታል ገዲፉ ወይ ስሚ ዝቐትለኒ ድዩ መሲልካ ብራዘር ስሚ ኣይኮነን ንሰብ ነንጭዋ ምቕታል ገዲፉ ወይ ብራዘር ኣታ ፋራ ግዲ ዝወዳ ናይ ቀደም ዘመን ዲኻ ዘለኻ ብሮ ኣይኮነን ንዓይ ስብለካ ኣለኹ ኣብ ገዛይ ናይ ኣንጭዋስ ስሚ ክንህባ ከለናስ በቲ ስሚ እንዳጨፈረት ትሓድር ሙት ትሕዘልና ኮይና ንብለካ ዘለና ተረዲእዎ ድዩ ኣነ ገዛ ክራይ ሰላሳ ሽሕ ከፊለ እንዳነበርኩ ከም በዓልቲ ገዛ ተደልያ ናብ ሳሎን ትኣቲ ተደልያ ናብ መደቀሲ ትኣቲ ተደልያ እንዳ ክሽኔ ትኣቱ እዚ ገዛ ከም ኬፋ እያ ተገላብጦ ብዘይ ምንም ገዛ ክራይ ብሓይላ ትነብር ኣንጭት እንያትን ናብ ገዛይ ስሚ በሊዓ በቲ ስሚ ሙርትዕ ዘለይ መፅያ ትስሕቀኒ ተደልያ ላይፍ ትኣቲ ምሳይ ተደልያ ገለ ከም ኬፋ ትገብር ኣብ ገዛይ ማለት እዩ ኣንጭዋስ ምንባር ከዲኣት ናብ ገዛይ ኣንጭዋስ መርዝስ ንዒቓቶ ጥሕሎ ዶ ጥዕም ዓሳ ከመይ ረኺብካ ፍልልዩ ናይ ኣብ ኣይከድካን ከኒኻ ኣዲስ ኣበባ ገጽካ ጥሕሎ ክትበልዕ ባጻይ ጥሕሎ ሓንቲ ዓይነት እያ ትወግኣ ትበልዓ ስደተኛ በላዒ ጥሕሎ እዩ
እንታይ ንምግባር እዩ ዝዝረብ ዘሎ ጥሕሎ ትብላዕ መቸም ኩላ ንፈልጣና ካብ ትግራይ ኣውራጃ ዓጋመያ ካብ ኤርትራ ድማ ስመጃናይ ንስመጃ ናብኡ ይፀርፍ ዘሎ ዳይረክሽንኩም ትስሕቱ ኣለኹም ንህዝቢ እውን ፅልኢ ንምፍጣር ማለት እዩ ነቶም ህዝቢ ንምትንካፍ ንምዝራብ ዝኸይድ ማለት እዩ ስለዚ ዘርእሰናይ ክንደይ ናይ ዕድመ ከይህልወካ እኳ ዓቲትን ስመጃናስ ቀረባ እዩ ራቕ ኣይኮነን ኣደ ቀይሕ ማለት እዩ ትማሊ ትንእዶ ዝነበርካ ህዝቢ ስመጃና ወዲ ከለ ትብሎ ዝነበርካ ሕጂ በላዕ ጥሕሎ ኢልካ እንድሕር ክጸርፎ ጀሚርካ ሃንካ እሞ ድማ ጥሕሎኮ ንስኻ ይፈልጦን እምበር እንታይ ጥቕሙን እንታይ ህይወቱን ኣቦታትካ በሊዖሞ ዝኸዱ እዮም እንድሕር ኣብዚ ተበፂሑ ኮይኑ እቲ ህዝቢ ኣብ ውድቀት እዩ ዘሎ ያም ኣብ ኤርትራ እውን ከም ሓደ ቃለ መጠየቕ ኢልካ ክተምፆ እዚስ ንባዕሉ ኣዝዩ ውርደት እዩ ማለት ስለዚ ክልተ ሰኽራም ተተዘራኺቦም ኩል ግዜ ኣየናይ ይጥዕም ኣረቂ እዚ እዚ ኢሎም እዮም ዝዛረቡ እምበር ዝዛረብዎ ይፈልጡ ይብለን እዚኦም ከኣ ክልቲኦም ኣልኮሊዛት ኮይኑ እዩ ዝስምዐኒ ማለት እዩ ንሕብረተሰብ ክምህር ኢልካ ሚድያ እንዳምጻኻ ንሆ ድማ ንሓደ ሕብረተሰብ ክትወግእ እንድሕር ክኢልካ እዚ ትርጉም ዘለዎ ኣይመስለንን

ቅድም ወዲ መለይ ኩን እሞ ሽዑ ትጥዕም
ኣስሕቢት ኣጥዒምና ኖርማል እንዲሁ ሽዑ ወዲ መለይ ክኸውን እየ መለይ ንቀድሚ ትግራይ ንስማ ወዲ መለይ ክውን ፅናሕ ኣብታ መላጥ ፅናሕ ኣብታ እግሪ ባኮ ፅናሕ ኣይፀልኣኻኔን ከምቲ ድፀልኣካ ፅናሕ ስራሕ ኪደለይ ፅናሕ ንዋላይ ትፅናሕ ከይትኽእል ኢኻ ኣይተሳቅየኒ ካልእ ይኣኽለኒ ክነግረካ ኣለኹ ደጊመ ደጋጊመ ክነግረካ ሞኒካ ኣነ ድኻ ጥዑም ነይሩ ዘረባኻ መን ይስማዕኻ ኮይነ ኣብ ውሽጠይ ዝገብሮ እምበር ግርህነት እምበር ሓንቲ ብሰብ ኣይትጎድእን እያ ሰብ ዝበላ እያ ትዛረብ ንዓይ ኣብ ጊዘ ሽግረይ ኣዶ ኮይናትኒ እያ ኣብ ጊዘ ፀገመይ ጠጠው ኢላትለ እያ ንስኻትኩም ለኽበጥበጥ ብዘበልኩሞ ግን ንዓይ ዘይኮነ ወላ ነቲ ብድሕረይ ድመፅእ ፅጉም ኢኹም ተባላሽውሉ ዘለኹም ደዳኣተኽዎ ገዛ ሕማም ዘይብላ ሕማም ኣለኒ እንዳበለት ብዝሓመሙ ትፃወት ትብለኒ ከምዚ ገይራ ኣወዳት ትቕልበሉ ኣነ እንሻላህ ጥዒት ኸውን ወዲ ጥዕና ረኺበ ወዲ ክቕልበሉ ኣነ ጥዕና ረኺበ ወላ ጥራሕ ነብሰይ ዘይስዕር ብግሰካ ድቲ ፕራይበት ናተይ ሕጉዝኒ ድም መፅኦም ሓደ ሰብ ኣብዚኣ ክሕግዛኒ መፅኦም በዓል እዚኣን እናሃለዋ ኣብዚ ሕጂ ዝምሰ ድካባኸበኣኒ ናይ ቀደም ስእለይ ኣውፅኤን ሕጂ ከምዚ ኢለ ኣቲ ውዕሊ ኢለ እንተሃባኹምሲ ፅቡቕ ዶ ቀደም ከመይ ነይረ ሕጂ ከመይ ኣለኹ ባዕለይ ይፈልጥ ህይወተይ ግን ኣደ ይብልካን ሓፍቲ የብልካን ገዛ ገዛ እንዳኸድካ ንዓይ ከምኡ ኢልካ ኣብዚ ዳውን ዳውን ትገብረኒ ጽባሕ ንግሆ ክትወልድ ኢኻ ምስ ዓይኒ ብርክኻ ምስ ጉልበትካ ምስ ሰልድኻ ድጎደለ ስለ ዘይብልካ ግን ትምታሕ ኣለኻ ንዓይ ንዓርትኻ ተውድቐኒ ኣለኻ ምስ መድሃኒ ኣለም ግን ውድቀት ከይፈጥረልካ ግደፍ እዘን ንብዓተይ ዝሽግር ናይ ደቀይ ግን ብዝጋብሄር ክትረኽቦ ኢኻ
እንታይ እስከ ሕቡሸይ ትማሊ ማለት እዩ ማራ ዘኒጠ ፅፅጥ ኢለ ወፅየ ነይረ ማለት እዩ ዳርጋ ሰዓት ሙሉ ብእግረ ወክ ገይረ ግን ዝኾነ ሰብ ኣይረኸብኩን ማለት እዩ ዝኾነ ሰብ ማለት እዩ ሎማዓንቲ ካብ ዓራተይ ፀዲፈ ማለት እዩ ጠሚ ፀባ ክገዝእ እንዳኸድኩ መንገዲ ዓሰርተ ዝኾኑ ሰባት ረኺበ ኣነ ዝብለኩም ንምንታይ ኢኹም ክዳን ቀይረ ፅፅፅ ኢለ ዘኒጠ ገለ ከይደ ከለኹ ዘይትረኽቡኒ። ኣነ ሕጂ እንታይ እየ ክብል ፀብሒ ፀብሒ እንዳሸተትኩ ጫማይ ተገምጢሉ ወይ ገፀይ ከይተሓፀበ ማራ ወዘልዘል ኢለ ካብዚኣ ገዛይ ውፅእ ክብል ከሎ መዓት ሰብ ትረኽቡኒ ክዳን ቀይረ እዚ ፂፅፅ ኢለ ክወፅእ ከለኹ ከዓ ዘይትረኽቡኒ እንታይ ገይረኩም በቃ በቃ ዋላ ሰላም ኣይትበሉኒ ረጊፅኩም ንሕለፉሽ